ኣርእስተ ዜና። ወጥሪ ንምህዳእ ንሰላማዊ ዝርርብ በሪ ዝኸፍት ዘተ ኣካይድና ክብሉ ኣምባሳደን ኤርቪን ጆይ ማሲንጋ ገሊጾም። ኢትዮጵያ ንዘመናት ዘኽበረቶ ቀይሕ ባሕሪ ዘይተመረጸ መንግስቲ ብሽርሒ ናይ ጂኦግራፊ እሱር ዝገብረሉ ምኽንያት ኣብ ውሽጥና ብዘሎ ስንፍና እምበር ናይ ኢትዮጵያ ድሌትን ረብሓን ደው ከብል ዝኽእል ሓይሊ ስለዝነበረ ኣይኮነን ክብሉ ቀዳማይ ሚኒስተር ዶክተር ኣብይ ኣሕመድ ገሊፆም። ንኤርትራውያን ናብ ሃገሮም ንኽምለሱ ናይ ገንዘብ መተባብዒ ከምትህብ መንግስቲ ስዊዘርላንድ ገሊፃ። ብፁዕ ኣቡነ ናትናኤል ብሓይልታት ፀጥታ ቴለፎኖም ተመንጢሎም መንበሪ ገዝኦም ናይ ገዛ እሱር ኮይኖም ከምዘለዉ ተሓቢሩ። ሓይሊ ኣየርና ኣብ ዝኾነ ይኹን ኩነታት ንኢትዮጵያ ናይ ምክልኻል ዓቕሚ ሃኒፁ ኣሎ ክብሉ ሌተናል ጀነራል ይልማ መርደሳ ገሊፆም። ሰራዊት ሱዳን ኤፍ ተስዓን ሓሙሽተን ዝዓይነታ ናይ ቻይና ስራሕ ዝኾነት ድሮን ኣውዲቑ ተባሂሉ። ወጥሪ ንምህዳን ሰላማዊ ዘረብን በሪ ዝኸፍት ዘተ ከምዘካየደ ኣምባሳደር ኣሜሪካ ኣብ ኢትዮጵያ ኤርቪን ጆይ ማሲንጋ ገሊፆም። ኣምባሳደር ኣሜሪካ ኣብ ኢትዮጵያ ኤርቪን ጆይ ማሲንጋ ንዑደት ስራሕ ናብ ትግራይ ዝኣተውሉ ዕላማ ምስ ሰብኣዊ ኣተግበርቲ ብምርኻብ ኣሜሪካ ንወሳኒ ህይወት ዘድሕን ሓገዛት ዝህቦ ደገፍ ብምዝታይ ድጋፍ ዝግበረሎም ኣካላት ካብ ህፁፅ ረድኤት ወፂኦም ዓርሰ ምርኮሰኦም ንኸረጋገፁ ዕላማ ዝገበረ ምዃኑ ገሊፆም። ወሲኾም እቶም ኣምባሳደር፣ ምስ ዘተሓሒዞም ዘላቒ ሰላም ንምርግጋፅ ማሕበረሰብ ዓለም ብመሪሕነት ኣፍሪካ ሕብረት እናሰርሐ ከምዘሎ ብምግላፅ ኣብ ኢትዮጵያ ዝረኣ ዘሎ ወጥሪ ድማ ብፍሉይ ክረኣን ህዝቢ ሰላም ክረክብን ድማ መፍትሒኡ ዘተ ምዃኑ ኣጽኒዖም ሓቢሮም። ብተመሳሳሊ ዜና ኣምባሳደር ኣሜሪካ ማሲንጋ ምስ ጀነራል ታደሰ ወረደ ንምርኻብ ቆጸሮ'ኳ እንተነበሮም እዚ ክኸውን ብዘይምኽኣሉ ጀነራል ታደሰን ኣምባሳደር ማሲንጋን ብቴለፎም ተዘራሪቦም ከምዘለዉ ተሓቢሩ። ብኣንጻሩ ድማ ዶክተር ደብረጽዮን ገብረሚካኤል ንኣምባሳደር ማሲጋ ንኸይረክብ ናብ ኣስመራ ዑደት ከምዝተገበረ ተሓቢሩ። ቀዳማይ ሚኒስተር ኣብይ ኣሕመድ ኣብ መድረኽ ምኽክር ኮሚሽን ኣብ ዝሃቦ መግለጺ ኣብ ሰማያት ኢትዮጵያ ንዘንሳፍፉ ኣሞራታት መልእኽቲ ኣለኒ ዝበሉ ነቶም ከፍቲ መሪጽና እንገዝኦም ንሕና ኢና ወናይ እቲ ቅርጫ እውን ንሕና ኢና ድሕሪ ምባል ቀጺሉ እውን ካብቲ ዝተረፈናን ዘይንደልዮን እንተዘይኮይኑ ዝኾነ ይኹን ኣሞራ ብጉልበት ሓንቲ ኪሎ ስጋ እኳ ክወስድ ከምዘይኽእል ከረጋግጸልኩም ይደሊ ዝበሉ ምስ እንደሊ ንምኽፋል ድልዋት ኢና ብዘይ ፍቓድና ግን ንኣሽሓት ዓመታት ዝነበረ እቲ ኢትዮጵያ በዝሒ ዘሎ ፕሮፓጋንዳ ተዘናጊዓ ረብሓ ኣህሊፋ ክትህብ እያ ኢልካ ምሕሳብ ከንቱ ትምኒት ከምዝኾነ ሓቢሮም። ኣብ መወዳእታ ማንም ከይተሃስየ ብሓባር ክንጥቀመሉ እንኽእል ጉዳያት ኣልዒልና ንዓይ ከይኮነስ ንዓና፣ ንሰፈረይ ዘይኮነስ ንኢትዮጵያ ምባል እንተኽኢልና እዚ ምኽክር እዚ ፍርያማ ክኸውን እዩ ብምባል ሓሳቦም ዛዚሞም። ቶኒ ሎከር ኣብ ሽዋይጸ ኦም ዞንታጋን ኣብ ዝጸሓፎ ናይ ጋሻ ዓንቀጽ፣ ብ ክልተ ሽሕን ሓሙሽተን ብዝተመሓለፈ ናይ ዕቕባይ ግባታቱ ኮሚሽን ውሳነ መሰረት፣ ስዊዘርላንድ ንኣናእሽቱ ደቂ ተባዕትዮ ኤርትራውያን ማዕጾኣ ብርሑው ዝበለ መንገዲ ከፊታትሎም እያ ዝበለ ንሕና ንእምነቶምን ክከላኸሉ ንዝደልዩ ሃገራዊ ኣገልግሎት ንዘይደሉ ጻውዒት ኣቕሪብናሎም እቶም መንእሰያት ድማ መጺኦም ዝበለ ነዚ ኩነታት እዚ ክቕየር ኣለዎ ድሕሪ ምባል ናብ ስዊዘርላንድ ዝግበር ጉዕዞ ደጊም ዋጋ ከምዘይብሉ ብኣንጻሩ ናብ ኤርትራ ምምላስ ዝሓሸ ምዃኑ ዝገልጽ ንጹር መልእኽቲ ናብቶም ኣብ ኤርትራ ዘለዉ መንእሰያት ከመሓላልፍ ተሰሚዑ። ኣብ መወዳእታ ነቶም ኣብ ሃገሮም ዘለዉ ስደተኛታት ንኤርትራ ክምለሱ እንድሕር ደኣ ሓሲቦም ናይ ገንዘብ መተባብዒ ክትህብ ከም ዝኾነት መንግስቲ ስዊዘርላንድ ገሊጻ። ማሕበር ቅዱስ ያሬድ ዘኦርቶዶክስ ተዋህዶ ትግራይ ሊቃነ ጳጳሳት ተኣሲሮም ከም ዘለዉ ሓቢሩ። እቲ ማሕበር ሎሚ ሓምለ ሸሞንተ ክልተ ሽሕን ዓሰርተ ሸሞንተን ዓመተ ምህረት ኣብ ዕላዊ ገጹ ኣብ ዘርግሖ ሓበሬታ እቶም ዝተኣሰሩ ጳጳሳት ዋና ጸሓፊ ቅዱስ ሲኖዶስ ትግራይ ብፁዕ ኣቡነ ኣረጋዊ ን ሊቀ ጳጳስ ዞባ ምዕራብ ትግራይ ሑመራ ሃገረ ስብከት ብፁዕ ኣቡነ ኣንቶንዮ ከምዝኾኑ ሓቢሩ። ክልቲኦም ሊቃነ ጳጳሳት ካብ ሓምለ ኣርባዕተ ክልተ ሺሕን ዓሰርተ ሸሞንተን ጀሚሮም ስልኮምን ተመንጢሎም እሱራት ገዛ ኮይኖም ከምዘለው ውን እቲ ማሕበር ሓቢሩ። ብተወሰኺ ብፁዕ ኣቡነ ናትላዮን ፖሊስ ገዛኹም ክፍትሽ ንደገ ውጹ ምስ በልዎም ውን እንተደሊኹም ብሓይሊ ኣውጹኡኒ እምበር ብዓል ቤት ኣውጺኻ ስልታዊ ፈተሻ ኣይፍቀድን ብምባል ውዲትም እቶም ፖላዊስ ከምዘፈሸሉ ተሓቢሩ። ሓይሊ ኣየርና ኣብ ዝኾነ ይኹን ኩነታት ንኢትዮጵያ ናይ ምክልኻል ዓቕሚ ሃኒፁ ኣሎ ክብሉ ሌተናል ይልማ መርደሳ ገሊፆም። እቲ ሓይሊ ኣየር ኣብ ዘላቒ ህንፀት ትካል ኣተኪኡ ብምስርሑ ዘሕጉስ ውፅኢታት ከምዘመዝገበ ገሊፆም። እቲ ሰራዊት ብስነልቦና፣ ብቴክኖሎጂ፣ ብናይ ድልውነት ዓቕሙ ሰላም ኢትዮጵያ ዘውሕስ ተዓዋቲ ሓይሊ ኮይኑ ከምዘሎ ኣፅንኦት ሂቦም ገሊፆም። ወሲኾም እቲ ትካል ብዘመናዊ ዕጥቅን ብሉፅ ናይ ሰብ ሓይሊ ስልጠናን ነቲ ሰራዊት ከደራጅ ከምዝኸኣለን በቲ ስልጠና ዝተረኽበ ፍልጠት ቴክኖሎጂ እውን እቲ ሰራዊት ዕማሙ ብብቕዓት ንኸፍፅም ይሕግዞ ከምዘሎ እውን ኣረዲኦም። ኣብ መወዳእታ እቲ ትካል ኣብ ዝተፈላለዩ ቦታታት ዓበይቲ ልኡኽታት ናይ ምፍፃም ድውንነት ዓቕሚ ከምዝሃነፀ ሓቢሮም። ሰራዊት ሱዳን ኣብ ሰሜን ኮርዶፋን ጥቓ ከተማ ኤል ኦበይድ ሓንቲ ዘመናዊት ቻይና ሰራሕ ድሮን ከምዘውደቐ ሓቢሩ። እዚ ፍጻመ ምስ ሓይልታት ህጹጽ ደገፍ RCF ዘሎ ጎንጺ እናገደደ ኣብ ዝመጸሉ እዋን ዝተፈጸመ ኮይኑ፣ ኣብዚ ወርሒ ጥራሕ ንሳልሳይ ግዜ ከምዘጋጠመ ተገሊጹ። እታ ኤፍኤ-ቴስዓን ሓሙሽተን ዝዓይነታ ድሮን ነዊሕ ርሕቀት ተጓዒዛ ብልካይመት መጥቃዕቲ እትፍጽም እያ ዝበሉ ብመሰረት እቲ ጸብጻብ ሰራዊት እቲ ጉጅለ ነዘን ድሮናት ተጠቒሙ ኣብ ልዕሊ መሰረተ ልምዓታት መኽዝን ነዳድን መካነ ጸዓትን መጥቃዕቲ ይፍጽም ከምዘሎ'ውን ገሊጾም። ምሳኹም ዝነበርኩ ጋዜጠኛ ኣዶልስየ ሰሰናዩ ንዓኹም።